የቐንየለይ ወይዘሮ ሓድነት ቀለታ ቅድሚ ሎሚ ብካልእ ደረጃ የዛርበኪ ነይረ ሎሚ ካብ ማሕበር ደቂ ኣንስትዮ ኤርትራ ዘቐርበኪ ዘለኹ እሞ መጀመርታ ናይ መሪሕነት ምቅያር እውን ስለ ዝተገብረ ንስኺ ኣብ ምንታይ ኣቲኺ ከም ዘለኺ ዶ ክትነግርኒ ትኽእሊ ሐራይ የቀኔለይ ኣነ ካብ ሰሜን ኣሜሪካ ተወኪለ መፅየ ምስ ዓሰርተ ክልተ ብፆተይ ማለት እዩ ኣብዚ ሻብዓይ ጉባኤ ሃገራዊ ማሕበር ደቂ ኣንስትዮ ኤርትራ ከዓ ኣባል ማእከላይ ባይቶ ኮይነ ተመሪፀ ኣለኩ። ስለዚ እዚ ጉባኤ እዚ ንምንታይ ከም ዝተዳለወ ሕፅር ኣቢልኪ። መጀመርያ ኩሉ ግዜ ጉባኤ ክትገብር ከለካ ነቲ ዝሓለፈ ኣብ መንጎ ክልተ ጉባኤታት ዝነበረ መደባት ናይ ስራሕ ትግምግመሉ ነቲ ዝነበረ መሪሕነት ከኣ ብሓድሽ መሪሕነት ዝትከኣሉ ኣገባብ ባይቶ እዩ ማለት እዩ። እዚ ዝገበርናዮ ጉባኤ ከኣ ኣብ ክልተ ሽሕን ሰለስተ ሚእቲ ሻድሻይ ጉባኤ ተኻይዱ ነይሩ ብዝተፈላለየ ምክንያታት ከኣ ኣብዚ ውሽጢ ዓሰርተ ዓመት ጉባኤ ክካየድ ኣይተኻእለን ሕጂ ግን እዋን ኣቓኺሉ ዴሞክራሲያዊ ብዙሕነትና ዘሳተፈ ካብ ኩሉ ኩርናዓት ዓለምን ውሽጢ ሃገርን ኩሉ ቀጸላታት ናይ ሕብረተሰብ፣ መንእሰይ፣ ዓቢ፣ ተጋዳላይ፣ ዋርሳይ፣ ሰራሕተኛ፣ ነጋዳይ፣ ኩሉ ዘለውኦ ጉባኤ ተኻይዱ ማለት እዩ። ብዓቢኡ ግን ኣብ ውሽጢ ዓሰርተ ዓመት ዝነበረ ገምጋም ናይ ስራሕና ሰፊሕ ክትዕ ብምክያድ ኣብ ዝመጽእ ዘሎ ኣርባዕተ ዓመት ብልጫታታትናን ድኽመታትናን ገምጊምና ነዚ ዝመጽእ ዘሎ ኣርባዕተ ዓመት እንታይ ዓይነት መደብ ስራሕ ከም ንውጥንን ዝሓሸ ውዳበ ዝበለፀ ንጥፈታት ንክንገብር ዘበግሰና ጉባኤ እዩ ነይሩ ማለት እዩ። ሕራይ ወይዘሮ ሓድነት ሕጂ ከም ዝተረዳኣኒ ካብ ኣደ መንበር ጀሚሩ ኣብ ካልኦት እውን ናይ ሓላፍነት ናይ መርሕነት ምቅያር ከም ዝተገብረ ተረዲኡኒ ዘሎ እሞ ንምዃኑ ሓዳሽ ኣደ መንበር መን እያ ገና ኣይፈለጥክዋን ዘለኹ ክንደይ ዝኾና መሪሕነት ተቐይረን ኣለዋ ብሓፈሽኡ ወይ ክንደይ ካብ ሚእቲ ምቅያር ተገይሩ ክንብል ንኽእል? ኣደ መንበር ወይ ከዓ ፕረሲደንት ሃማደኤ ተመሪፃ ዘላ ወይዘሮ ተኽኣ ተስፋሚካኤል እያ። ገዲም ፌደራሊት ኣደ መንበር ሃማደኤ ዞባ ማእከል ኮይና ኣብቲ ውዳበ ነዊሕ ዝሰርሐትን ኣብቲ ህይወት ናይቲ ማሕበር ብዙሕ ለውጢ ዘምፀእትን ብፀይቲ እያ ማለት እዩ። እቲ መሪሕነት ዳርጋ ፍርቁ ዋላ ተዘይበልኩስ ልዕሊ ኣርባዓ ፐርሰንት መንእሰያት ዘለዎ ሓድሽ ሓይሊ ተወስኾን መሪሕነት እዩ ተመሪፁ ዘሎ። ካብቲ ቅዋም ናይ ማሕበርና ካብ ክልተ ግዜ ንላዕሊ ኣብ ማእኸላይ ባይቶ እንድሕር ተመሪፅካ ክትምረፅ ሳልሳይ ግዜ ስለዘይትኽእል እተን ነዊሕ ዓመታት ዘገልገላ ኣብቲ ካልእ ጽፍሕታት ናይቲ ማሕበር ከገልግላ ምእንቲ ኣብቲ ምርጫ እዚ ኣይኣተዋን ማለት እዩ። ልዕሊ ኩሉ ናይዛ ጉባኤ እዚኣ ተስፋ ዝህብ ግን ደቂ ኣንስትዮ ዓቕምን ትምህርትን ዘለወን መንእሰያት ልዕሊ ኣርባዓ ካብ ሚእቱ ክትብል ትኽእል መንእሰያት ምምራጸን እዩ። ስለዚ ሕጂ ከም ግምተይ ወይዘሮ ልኡል ገብረኣብ ንዝሓለፈ ዓሰርተ ዓመት ጸኒሓ እንተኾይና ኣብዚ እዋን እዚ ከ ኣብ ምንታይ ደረጃ ኣቢላ ኣላ ተመዲባ ኣላ?
ወይዘሮ ልኡል ገብረኣብ ሓንቲ ካብተን ብሉፃት ኣባላት መሪሕነትና እያ ነዚ ማሕበር ኣብ ዘለዎ ደረጃ ኣብ ምብፃሕ ከዓ ከይተሓለለት ሰሪሓ ግንባርን ማሕበርን ሃገርን መንግስትን ዝሃባ ሓላፍነት ብግቡእ ካብ ግቡእ ንላዕሊ እውን እናሰርሐ ዝፀንሐት ፀይቲ እያ ማለት እዩ ስለዚ ኣብዛ ምርጫ እዚኣ ግን ካብ ክልተ ግዜ ንላዕሊ ኣብቲ ጉባኤ ክትኣቱ ስለ ዘይትኽእል ኣብ ሳልሳይ ግዜ ክምረጽ ኣይተኻእለን ማለት እዩ። ኣብ ጽፍሒ ናይ መንግስትን ናይ ውድብን ግን ኣብ ዝሓጸረ እዋን ትሰርሕ ምዃና ግን መኻኸርፈቱ ማለት እዩ። ንምዃኑ እቲ ናይ ኣመራርጻ ዲሞክራሲያውነት ከመይ ነይሩ? ሓደ ሰብ ሓደ ድምጺ ብምሃብ ዝተገብረ ድዩ? ብሚስጢር ድዩ? ወይ ኢድካ ሓፍ ብምባል ጥራይ ዝተኻየደ ቅሉዕ ምርጫ እዩ? እዋእ
መቸም ይገርመካ እዩ ኣነ ንባዕለይ ካብዚ ጉባኤዚ ብዙሕ እየ ተማሂረ። ክትሓጽ ከለኻ ኣነ ንእገሊት መሪጸያ ኣለኹ ትብል ስለምንታይ ከም ዝመረጽካዮ ከኣ ጃስቲፋይ ትገብሮ ጉባኤኛ ከኣ ድቃወም እንተ ሃልዩ ትሕተት እንድሕር ተቃውሞ ኣሎ ከከምቲ ኣድላይነቱ እቲ ኣባል ወይ ትሕጺ ካብ ምርጫ ክግለፍ ዘለ ተኽእሎ ኣሎ ማለት እዩ እንተ ብደገፍ ሓሊፉ ከዓኒ ከም ሕፁ ይሓልፍ ማለት እዩ ድሓር ግን ዘን ብፆት ምስ ተሓፀያ ኣስማት ዝርዝር በቲ በስላይድ ብስላይድ ብፕሮጀክተር ገይሩ ዝኸይድ ኣሎ ኩሉ ሰብ ክሪኦ ኣብ ኢድና ከዓ ስማ ስማ ዝርዝር ናይ ኩሉ እቲ ኖሚኔት ዝኾነ ኣባል ኣሎ ማለት እዩ እዚ ብኡ እቲ ምርጫ ተደሊኻ ዓሰርተ ክትመርፅ ትኽእል ኢኻ ተደሊኻ ኣርባዓ ክትመርፅ ትኽእል ኢኻ ከከም ዝደኣመንካሉ እንትፈልጦን እዩ ማለት እዩ ኣብ መወዳእታ ከዓ ኢንዲፐንደንት ክመርፃን ክምረፃን ተኽእሎ ዘይብለን ወይ ከዓ መሰል ናይ ከምኡ ዘይብለን ተዓዘብቲ ኢንዲፐንደንት ተዓዘብቲ እቲ ቁፅሪ ናይ ምርጫ ታሊ ሲስተም ይካየድ ማለት እዩ። እዚ ናይ ብሓቂ ኣነ እዛ ጉባኤ እዚኣ ድምሃረኒ ነገር እንተ ሃልዩ ካብ ዝኾነ ኩርናዓት ናይ ሃገር ዝመፃ ደቂ ኣንስትዮ ብፆት ካብ ሳሕል ትምፃእ ካብ ባርካ ትምፃእ ካብ ደቡብ ቀይሕ ባሕር ትምፃእ ካብ ደቡብ ትምፃእ ካብ ማእኸል ትምፃእ እቲ ዝነበረ ብስለት ውሕሉል ኣገባብ ናይ ምርጫ ስነ ስርዓትን ነቲ ዴሞክራሲያዊ መሰለን ብግቡእ ተጠቂመን ኣነ ናይ ብሓቂ ተማሂረ ከምዚ ከሎ ድዩ ንመጀመርያ ግዜ እየ ኣብ ናይ ሃማደኤ ጉባኤ ናይ ብሓቂ ውሕሉል ኣሳታፊ ዴሞክራሲያዊ ዝኾነ ጉባኤ ነይሩ። ሕራይ ሓድነት ኣብ መወዳእታ ምናልባት እዚ ማሕበር ደቂ ኣንስትዮ ካብ ዝውቀሰሉ ሓደ ነገር ንደቂ ኣንስትዮ ብፍላይ ነተን ነባራት ተጋደልቲ ዝግበአን ክንክን ድዩ ሓለዋ ወይ ምጥባቕ መሰል ኣይገበረን ዝብል ኣሎ ምናልባት እዚ ሓድሽ ማሕበር እንታይ ዝተፈለየ ነገር ክገብር ይኽእል ትብሊ? ሓድሽ ማሕበር ኣይኮነን ናንሲ መሪሕነት ጥራይ ተቐይሩ ዘሎ እወ ካልኣይ ግን ናይ ሕጋዊ መሰላት ደቂ ኣንስትዮ ዝጣበቕ ዲፓርትመንት ነይሩ እዩ ኣብቲ ሃማደኤ ብዓቕሙ ከዓ ክሰርሕ ፍትን እዚ እቲ ዓቕሚ ናይቲ ማሕበር ድሩት ክኸውን ይኽእል እዩ ነቲ ብምሉኡ ተጋዳላይ ቲ ብምሉኡ ውፅዕ ኣብ ኤርትራ ውፅዕ ኢልና ንጠቕሶ ኣብ ኤርትራ ከገልግል እዩ ኢልና ክንፅበ ኣይንኽእልን ኢና ግን ብዓቕሙ ናይ ሕጋዊ መሰላት ናይ መሬት ናይ ጤሳ፣ ኣብ መንጎ ሰብኣይን ሰበይትን ዝጋጥም በደላት፣ እዚ ዶመስቲክ ቫዮሌሽን ንብሎ፣ ትሕቲ ዕድመ መርዓ፣ እዚ ኩሉ እቲ ጎዳኢ ንጓል ኣንስተይቲ ዝብድልን ዝጎድእን ልምድታትን ብሂላትን ተግባራትን ንዕኡ ደው ኢሉ ዝጥምክት ነይሩ እዩ ሃማደኤ። ሕጂ ከኣኒ ብዘያዳ ብዙሓት ተጋደልቲ ካብ ሚኒስትሪ ምክልኻል ኣትየናን ኣለዋ፣ ኣብቲ ሚኒስትሪ ምክልኻልን ካብ ክፍልታትን ኣትየን ኣለዋ ኣብቲ መሪሕነት። ዋርሳይ ውላድ ሳዋ እውን ኣትየን ኣለዋ። ኣብ ኣስመራ ዩኒቨርሲቲ ይኹን ኣብ ካልእ ኮለጃት ዝተምሃራ መንእሰያት እውን ኣለዋ። ካብ ወጻኢ ኣለዋ። ሓፋሽ ውድባት ኮይነን ነዚ ውድብ እዚ ህይወተን ንዋተንን ኩሉ ክውፍያ ቅሩባት ዝነበራ ብጾት እውን ኣለዋ። እዚ ዓይነት ሕብርን ውዳበን ዘለዎ ነቲ ጸገማት ኣብ ተጋደልቲ ይኹን ኣብ ካልኦት ደቂ ኣንስትዮ ኣብ ውሽጢ ሃገር ናብ ወፃእን ዘሎ ፀገማት ንክርዳእን ብግቡእ ንክሪኦን ዓይንን እዝንን ኣለዎ ኢለ ዝሓስብ ምክንያቱ እቲ ዓይነት ናይ ተመሪሑ ዘሎ መሪሕነት ቅድሚ ሕጂ እውን ከምኡ ኣይነበረን ኣይኸውን ክንብልኹ ነይሩ እዩ ግን ብዝሓየለ መንገዲ ክስርሓሉ ሓደ ካብቲ ፀብፃባትና ዝቐርበሉ ዝነበረ እዛ ትብላ ዘለኻ ኣርእስቲ እውን ትለዓል ነይራ እያ ግን ኣብ ገሊኡ ዞባታት እዋ ንሕና ሲ ንሕገዝ ነርና ኢና ንሕና ዓናስ ዝጣበቐና ነይሩ ሃማደእ እብል ኣብ ገሊኡ ዞባታት ከዓ ሕጂ እቲ ከምቲ ዝበልኮ እዩ ምስቲ ዓቕሚ ድሩትነት ናይ ባጀት ናይ ዓቕሚ ሰብን ንኩሉ ሓገዝ ዝደሊ ንኩሉ ተበዲለ ዝብል ንኩሉ ተወፂዐ ዝብል ክትማጎትን ክትድግፍን ምናልባት ክውንነትና ቁርብ ከብድ ይኸውን ብዝተኻለ መጠን ግን ኣብዚ ሓደ ካብቲ ውሳነታትና ንውጽዓት ደቂ ኣንስትዮ ዋልታ ክንከውን እዩ ዝብል ካብቲ ዝኣተናዮ መብጽዓ ማለት እዩ እንሻኣላህ ኣብ ዝመጽእ ኣርባዕተ ዓመት ስራሕና ክንግምግሞ ከለና ካብቲ ዝሓሸ ናብቲ ዝበለጸ መድረኽ ኢልና ክንግምግሞ ተስፋ ገብር ማለት እዩ ሕራይ ሓድነት ቀለታ ኣባል ማእከላይ ባይቶ ሃማደኤ ካብ ኣስመራ የቐንየልና ጽቡቕ ዕድል ሕራይ